ንብጸይቱ ጥረታት ሱፍ ክቕልባ ቀነየ። ዋይ ምሳኻስ ተዓዊቱለይ ብሓባር ክንዛወር ደኣ ደስ ይብለኒ እምበር ደሓር ከኣ ዝገበርካለይ ፈጺመ ኣይርስዖን እየ ካብ ኩሎም ኣዕዋፍ ከማኻ ሕያዋይን ለጋስን ርእየ ኣይፈልጥን ድማ በለቶ። ኣነን ንስኻን ብሓንሳእ ኰይንና ምስቶም ንወልዶም ደቅና ብሓባር ንነብረላ ሰፈር ክንሰርሕ ኣይምደለኻን? ኣይተረድኣክን ሓቀይ? ምስ በላ፣ እታ ህርምቲ ዑፍ ናብ ቺፒ ቀሪባ ብጫፍ መትኮቢኣ ኣብ ኣፉ ሰዓመቶ። ምዕራፍ ዓሰርተ ሓደ ወፈራ ንጢሳ እታ ዑፍ ኣዝያ ተመሓየሸት። ካብቲ ኣቝጽልቲ ብምውጻእ መንፈርፈራ ከተንቀሳቕስን ቀዳሞት በረራኣ ክትፍትንን ከኣለት። ኣብቲ ሊላ ዕምበባታት ዝዓሰልዎ ገረብ ብምድያብ ክንቲታ ፋሕ ኣቢላ ብኵዕሶ ሓዊ ክትማሞቕ'ውን ከኣለት። ሓደ ንግሆ፣ ደጊምሲ ሓውየ እየ፣ ክዘናጋዕ ከኣ ደልየ ኣለኹ፣ ንዓናይ'ባ? በለቶ ንቺፒ። ቺፒ ኣዝዩ ተሓጐሰ። ካልኣይ ግዜ ክሳብ ትደግመሉ ከይተጸበየ ብግስ በለ እሞ፣ ክልቲኦም ተተሓሒዞም ናብ ሰማይ በረሩ። ብታሕጓስ ፍንጭሕ ኢሎም ብዙሕ ተጓዕዙ። በተን ኣግራብ ቀላሚጦስ ጀሚሮም ብብሩራዊ ናስትሮ ብምሕላፍ ካብ ኩርባታት ኣስመራ ክሳብ እቶም እናተጠራነፉን እናዓበዩን ዝናብ ክኽዕዉ ዝቀራረቡ ዝነበሩ ደበናታት ሰማይ በረሩ። ጽንሕ ኢሎም ካብተን ነዋሕቲ ርሻናት ሽው ኢሎም ንታሕቲ ናብተን ብዚንጎ ዝተኸደና ናኣሽቱ ገዛውቲ ተወንጨፉ። መሊሶም ብናህሪ ብሞንጎ እተን ንዕዳጋ ፍረታትን ኣሕምልትን ዝኸድና መናድቕ ተሰጋገሩ እሞ ኣብ መወዳእታ ዘግ ኢሎም ኣብ ቅድሚ ካተድራለ ኣብ እትርከብ ገረብ ስየ ኣዕረፉ። እዞም ደቅስ ተጸሊሎም እምበር፣ በለቶም ማሚ ክልቲኦም ክጻወቱ ርእያቶም። ቺፒን መሓሪትን ጸወታ እንተሒዞም፣
ደሓን ጽባሕ ንበልዕ! እናበሉ መግቢ ኣይዝክሩን እዮም። ምሸት ድማ ብድኻምን ብታሕጓስን ዘግ ኢሎም ኣብ ዝረኸብዎ መሕደሪ ይድቅሱ። ሓንሳእ ኣብ ዝባን ካተድራለ፣ ሓንሳእ ከዋኽብቲ እናጠመቱ ኣብ ልዕሊ ኣቑጽልቲ፣ ሓደ ሓደ እዋን ድማ ምስቶም መሕደሪ ገዛ ዘይብሎም ጽጉማት ኣብቲ ብጸሓይ ቀትሪ ማሚቑ ዝወዓለ መንደቕ ተጸጊዖም ይድቅሱ። ሓደ መዓልቲ ግን ሕጂ ጸወታ ይኣክል ገገዛና ምስራሕ ንጀምር ተበሃሃሉ።
በዚ ተሰማሚዖም ድማ ክልቲኦም ኣዕዋፍ ካብ ሓደጋ ናጻ ዝኾነን ህዱእን ቦታ ክደልዩ ተበገሱ።
ኣብ ከምከም እቲ ብሩራዊ ናስትሮ ጽቡቕ ምኾነልና
በለት መሓሪት። እወ ግን ኣዚና እንተ ትሒትናዮ እቶም ዘይ እሩማት ቆልዑ መጺኦም ደቅና ክወስዱልና እዮም በለ ጂፒ።
እምበኣር ኣብ ሓንቲ ካብተን ኣብ ጥቓ ቐላይ ዓዲ ንፋስ ዝርከባ ኣግራብ ቀላሚጦስ ንስርሓዮ። ሽዑ ብንፋስ እናተዋዛወዝና ንተኣማመን
በለት መሓሪት። ቺፒ ግን ሕጂ እውን ኣይቀሰነን። ብንፋስ ምውዝዋዝ ጽቡቕ ምዃኑ ይፈልጥ እዩ። እንተኾነ ግን እቲ ንፋስ እንተበርቲዑ ሰፈሮም ከየውድቐሎም ፈርሐ። እሞ ኣብ ማእከል ዕንበባታት ሱፍከ?
ቀጸለት መሓሪት።
ኣብኡ ኸኣ ዕግርግር እዩ፣ ጥረታት እኽሊ ክኣርዩ ብእኡ ዝሓልፉ ኣዕዋፍ ብዙሓት ስለ ዝዀኑ፣ ቅሳነት ክኸልኡና እዮም።
በሪሮም በሪሮም፣ ፈቲሾም ደልዮም፣ ኣብ መወዳእታ ካብ ከተማ ወጻኢ፣ ሓንቲ ጽብቕቲ ስፍራ ረኸቡ። ቺፒን መሓሪትን ኣብ መንገዲ ደቀምሓረ ኣብ እትርከብ ንእሽተይ ዓዲ እዮም ክነብሩ መሪጸም። እታ ዝሓረይዋ ገረብ ጃካራንዳ ኣብ ወርሒ ለካቲት ምሉእ ነብሳ ብሊላ ዝሕብረን ዕምበባታት እያ ትሽፈን። ክልቲኦም ኣዕዋፍ ብፍቕርን ታሕጓስን ተጸሚዶም መንበሪኦም ንምስራሕ ወፈራ ጀመሩ። ኔው ነጀው እናበረሩ ሳዕሪ፣ ቀሸም፣ ቆጽሊ፣ ክንቲት፣ ኮታ፣ ውሕስነት ዘለዎን ምዉቕን መንበሪ ዘስርሖም ናውቲ ጠራነፉ።